ሰላም ጥዕና ይበለይ ከመይ ቀኒኹም ክቡራትን ክቡራትናን ኣብ ኢልጉ ዕሸ ኣብ መደብ ወርቃዊ ገጻት ንሎሚ ሓደ ዛንታ ሒዘልኩ መፅ ኣለኹ እዚ ዛንታ እዚ ቅድሚ ከባቢ ሸሞንተ ዓመት ኣቢሉ 2009 ዓ ም ካብ ዝተፅሓፈ መፅሓፍ እናኸድካ ምፅባይ ዝተወሰደ ሓደ ዛንታ እዩ ዘለናሉ ቅንያት ቅንያት ረመዳን እዩ ጾም ረመዳን ኣሎ ሙስሊም ማሕበረሰብና ኣብ ጾም ዘለሉ እዋን እዩ ከም ሓደ ኣብ ትግራይ ዝበቖለ ነዊሕ ዘበናት ዝቐፀለ ሃይማኖት ኣብ መንጎ እቲ ተኸታሊ ሃይማኖት እስልምናን ክርስትናን ካልኦት ሃይማኖታትን ዘሎ ዝምድና ካብቶም ኣብ ማሕበረሰባዊ ምዕባለና ኣጀንዳታት ወይ ዛዕባታት ክኾኑ ዝግብኦም ኢለ ይኣምን ኣብ እናኸድካ ምፅባይ ካብ ከባቢ ገጽ ሓምሳን ሸሞንተን ኣቢሉ ዝቕጽል ረመዳን ከሪም ዝተሰምየ ርእሲ ዘለዎ ዛንታ እዩ። ሓደ ዓሰርተ ሓደ ዝኾና ምዕራፋት ኣለዋ እዛ መጽሓፍ እዚኣ ገገሊኤን ኣብ ስራሕ ኣብ ዝተጓዓዝኩሉ እዋን ዝረኸብኩዎ ዛንታታት ዝሓዘ እየን ገገሊኤን ኣብ መጽሄት ውራይና ብተኸታታሊ ዝወፃ ዝነበራ እየን። ሓደሽቲ እውን ኣለዋ ወፂኤን ዘይፈልጣ ዝተኻተታ። ካብተን ፅቡቅ ዝተነባባ መፅሓፍቲ ትግርኛ እያ እዛ መፅሓፍ። ኣነብዎ ውልቀይ ብጣዕሚ ዝፈትዋ መፅሓፈይ እያ። ኣብቲ ኣርቲክል ንሱ ወይ ኣብቲ ምዕራፍ ንሱ ኣብ ረመዳን ከሪም ዝተመረፀ ገፅ እየን ንምውሳድ ፈቲነ እቲ ካልእ በብዘለኹም ምዃንኩም ክተንብብዎ ብምእንጋድ ማለት እዩ። እዝክር ኣብ ገዛውትና ረመዳን በዓል እስላም ጥራይ ኣይነበረን። ወርሃ ጾመ እስላም ጥራይ ኣይኮነን ዝነበረ። ይፈለጦ ኣይፈለጦ ኩሉ ሕብረተሰብ እርንብ ዝብለሉ ግዜ ምንባሩ እዝክር። ንኣብነት ዓው ዓው ኣይትበሉ፣ ሙዚቃ ኣይተብዝሑ፣ ኣብ ጥቓ መስጊድ ኣይትጻወቱ፣ ስግዳን ምስ ተወድኣ ጸገድገድ ኣይትበሉ። ንዓበይቲ ኣያታትኩም ኣሕዋትኩም ቀዳምነት ሃቡ። ጠጠው ኢልኩም ኣሕልፍዎም። ወዘተ ዝብላና ዝነበራ ከም ሰበይቲ ኣቦ ሸኽና ማማ ጀሚላ ዝበላ እስላም ኣዴታት ጥራይ ዘይኮናስ እንኮላይ ከም ሰበይቲ ኣቦ ቐሺ ዘነበ ማማ ሓዳስ ዝበላ ክስታን ኣዴታት እውን እየን ዝነበራ። ኣይርሰዖን ኣብ ገዛውትና። እስላማይነትን ክስታናይነትን ብዙሕ ኣፈላላይ ኣይነበሮን። እስላመይትን ክስታነይትን ኣደ ምፍላይ እውን ከቢድ እዩ ዝነበረ። ክዳነን ሓደ እዩ፣ ኣከያይደኣን ሓደ እዩ፣ ኣዘራርበኣን ሓደ እዩ፣ ኣብ ቀብሪ እኳስ ኣበኻኽየኣን ሓደ እዩ። ደስ ዝብል ዜማ ዘለዎ ብኽያት። ሓቂ እየ ህዝቢ ዓለም ሰሓቑን ንብዓቱን ሓደ እዩ። ሕዚ ብጣዕሚ እዩ ዘተሓሳስበኒ ኣብ ትግራይ ሓጎስ ስም ኩላትና እዩ ነይሩ በሪሃ ስም ክስታነይትን እስላመይትን ጎርዞ እዩ ነይሩ ሓዱሽ ካብ ዝብል ስም ዓይነት ሃይማኖት ኣይተውፅእን ስለዚ እቲ ኩልሻብ ለባም ዝምነዮ ሃይማኖት ናይ ውልቀ ባህሊ ናይ ሓባር ዝብሃል ነገር ኣብ ትግራይ ኣጸቢቑ እዩ ዝሰርሕ ነይሩ ማለት እዩ። ብሃይማኖት ኣቢልካ ባህልኻ ይግለጽ ይከኣል ይኸውን። ሃይማኖት ባዕሉ ግን ናይ ዝኾነ ክፋል ማሕበረሰብ ፍሉይ ባህሊ ክኸውን ኣይምተገበኦን። ክቕጽል ኣቢሉ ከኣ እዝክር፣ ዝያራ ዝብል ቃል እንትንሰምዕ ኩላትና ክስታን ማዕረቶም እስላም የሕዋትና ንሕጎስ ነይርና። ደስ ይብለና በቃ። ዒድ ምስ ኣተወ ዘይሩና እንዶ ይብል ሓደ ለጋስ እስላማይ ንእሽተይ ክቢ ቆቢዕ ኣብ ርእሱ ደፊኡ። ቆልዓ ኮይነ እዛ ቆቢዕ ንሳ ተዘይገዚእኩምለይ ኢለ ገዛ ብሓንቲ እግራ ጠጠው ኣብላ ከም ዝነበርኩ ኣብሻይ ትነግረኒ። ዘይሩናታ እንትበሃል እታ ማግኒ እናጎተተይ ዝብሉ እስላም ጥራይ ኣይኮኑን ዝነበሩ። እንኮላይ እቶም ክስታን ኣያታት'ዮም። ካብቶም ዝያዳ ብድሙቕ ዝዝየረሎም ዝነበሩ ገዛውቲ ሓደ እንዳ ሰሚራ እዩ። እንዳ ሰሚራ እንትንዝይር ንሳ ርእሳ ድፍእ ምስ ኣበለት ብርዝ ትቐድሐልና ነበረት። ኣይርሰዓን። እታ ርእሳ እኳስ ንጸጋም ጥራይ እያ ኣቚንን እተብላ ዝነበረት። ሎሚ ሎሚ ምቚናን እውን ዶ መልክዕ ይኾን እብል። ቀይናን ኢልካ እኳ ዝጽረፍ። ንሰሚራ ግን እቲ ምቚናን ድባባዊ መልክዕ ነበሮ። ንሳ ክሳዳ ቚኒና እንትትቐድሕ፣ ኣነ ኣዒንተይ ናብቲ ብርጭቆ ኣምሲለ እንታይ'ያ ይርእያ ነይረ? እግራ'ዩ። ጸሓይ ዝመስል እግሪ። እዋይ እግራ! ጉዳይ እንትግበር፣ ንኣብነት ከምዚ ሕዚ ረመዳን ክውዳእ እንተሎ፣ ኣየ'ወ ረመዳን ሓሊፋ ኣብ ዕለተ ዒድ ዝያራ እንትግበር፣ ኣብቲ እንዳ እስላም ምዱባት ምግቢ ክርስትያን ዝሰርሓ ክስታን ኣንስቲ ነይረን። እዚኤን ገንዘብ ይወሃበን ኩሉ ነገር ዓዳዲገን ይመጻ። ኣብ ናይ ባዕለን ጻሕሊ ብናይ ባዕለን ካራን ጣውላን ጸብሒ ይሰርሓ። ብዛዕባ እዚ ዝዝክሮ ከምዚ እንትገብራ ኣቕሓ እየን ነናይ ባዕለን ተጠቒመን ዝሰርሓ እምበር እቲ ሓዊ ግን ሓደ እዩ። ሓዊ ብመንቀርቅር ካብ ጻሕሊ እስላም ናብ ጻሕሊ ክስታን ካብቲ ናይ ክስታን እውን ናብቲ ናይ እስላም ፌርኔሎ ይወስዳ። ሓዊ ሃይማኖት ኣይፈልን ሃይማኖት ኣይፈልጥን። ኣብዛ ዓለም ሃይማኖት ዘይፈልዩን ዘይፈልጡን ነገራት እንተዝበዝሑን ኣፍልጦ እንተዝወሃቦምን እዚ ዝኣክል ሃይማኖት መሰረት ዝገበረ ጎንፂ ኣይምተልዓለን እብል። ሃይማኖት ካብ ዘይፈልዩ ብዙሓት ነገራት ድማ ፍቕሪ እቲ ሓደን ዝዓበየን ይመስለኒ። እዛ ሕዚ ኣብዚ ኣብ ቅድመይ ዘላ ዓሰርተ ቅርሺ ንማርያም ዝሃበት ጎርዞ ኣብ ከምዚ ቅነ ረመዳን ክኸውን እንተሎ እስላም ጎራዙ ይኽደንኦ ዝነበራ ዓይነት ክዳን እያ ተኸዲና ዘላ ናይ ሰሚራ ዓይነት ንሰሚራ ዘኪራትኒ ኣብዛ ቁንጣር ናተይ ዕድመ ብዙሓት ሒዝካየን ዝረስሓ ኣዋልድ ሪኤ እየ ክንዲ ሰሚራ ዝዝክራ ግን የላን ንሳ ነይራ ትለኣኽ ነተን ምግቢ ክስታን ይኹን እስላም ዝሰርሓ ኣንስቲ እናፈረሰ ዘትክራ ቀይሕ ሙጾና እናሻዕ ኣርንብ እናበለት ሓምሳ ቅርሺ ጠቕሊላ ናብ ድንኳን እንዳ ኣቦሓጂ ትጎይይ። ኣብ መንገዳ ንጸጉሪ ርእሳን ሙጾናን ኣጣቢቑ ዝሕዘላ መርፍእ ኣውጺኣ ኣብ ስና ትሕዝ ተብል'ሞ ብኽልቲኡ ኢዳ ተስተኻኽል። ካብኡ እቲ ነኺሳ ሒዛቶ ዝጸንሐት መርፍእ ወሲዳ ጠርንቕ ተብሎ። እተበስናናን ደቓይቕ ዝጸንሐ መርፍእ መሳሊ ነገር ርግቢ ካብ መሬት ናብ ኖህ ዝወሰደቶ ቆጽሊ ስርየት ይመስለኒ። ከምዚኣ ብምግባራ ጥራይ መልክዓ ይፍለየኒ ነበረ። ኣብ ውሽጥን ብውሽጥን መልክዓ ድማ ጽርየት ኣከላ። ሙጾና ኣስተኻኺላ መልክዕ ወሲኻ እንትትኸይድ፣ ኣዒንቲ ኩልና ደቂ ገዛውቲ ንጹሃት ይኽተልኣ። ኩላትና ንፈትዋ ነይርና። ብንጹህ ዓይኒ ርኢና ንጹህ ልብና ነደቅሳ'ሞ ብንጹህ ፍቕሪ ነዋግዓ። እንታይስ ፍቕሪ ፈሊጥናዋ በትዮ ለበዚ ርእሰ ጉዳይ እያ ነይራ። ረሲዕናያ ድማ ናብ ጸወታና ንኣቱ። ለለ በቲ ማዕዶ ክትቕልቀል እንተላ ደስ ኢልና ንጽበያ። ብዘይካ ኣደም። ኣደም ንምንታይ ከም ዘይፈትዋ ኣይነገረናን። ክሳብ ሕዚ ይገርመኒ፣ ጥዕንኡ እውን የጠራጥረኒ። እዛ ዕምበባ ዓይኒ ዓተር እዚኣዶ ትጽላእ? ዓሚ ኣብ ከምዚ ቅነ ረመዳን ኣብታ እዋን ቁልዕነተይ ዘሕለፍኩላ መኣዲ ፍቕሪ ዝነበረት መንደር ተረኺበ ቀደም ምስ ዝፈልጦም ሓደ በዓል ጸጋ ዕድመ ኣውግዕ ነይረ። ብዛዕባ ምስ ዘከርክዎ ቁጽርን ዝገርመኒ ናይ ሃይማኖት ምክእኣል ዘይኮነስ ምክብባር ኣልዒለ እንተዋግዖም ከምዚ ኢሎምኒ ቀደም ይገርመካ ክልተ ናይ ክልቲኡ ሃይማኖት ደርሁ ኣብ ሓደ ድስቲ እየን ዝስርሓ ዝነበራ። እታ ናይ እስላም እስላማይ እታ ናይ ክስታን ድማ ክስታናይ ይሓርዳ እሞ ድሕሪ ሕርዲ ኩሉ ስጋ እንድይወዮ ኣብ ሓደ ድስቲ ይስኽተት ኣብ ምብላዕ ገይጋ ከይፍጠር ኣብተን ናይ ክስታን ስጋ ፅሪት ፈትሊ ትእሰረለን ዳሕራይ እቶም ክስታን ፈትሊ ዝተኣሰረትላ ስጋ እናልዕሉ ይበልዑ እቶም እስላም ድማ እታ ፈትሊ ዘይብላ እናልዕሉ ይበልዑ ኣብ ሓደ መኣዲ ንበልዕ ነይርና ዝወደይ ኢሎም ነዊሕ ተንፊሶም ሕዚ እንትግምት እታ እግሪ ደርሆ ክስታናይ ትእስተር ዝነበረት ፈትሊ እኮ ናይቶም እስላማ እያ ነይራ። ፈትሊ ኣብ ገዛውትና ምስ ማሕበረሰብ ሙስሊም እዩ ዝተኣሳሰር ዝነበረ። ምኽንያት ኣለኒ። ማማ ሓሊማ ጎረቤትና እየን። ሎሚ ካልእ ገዛ ሰሪሖም ንዓዲ ግዲ ከይዶም። ስድረኣን ብማእለማ እዩ ዝመሓደር። ኩሉ ግዜ ቅጥኒ ወዲ ቅጥኒ ሒዘን ሸው ሸው ሸው ሸው እንተብላ እየ ዝርእየን። ሓደ መዓልቲ ኣብ መንገዲ ሰጣሕ ሰጣሕ እናበልኩ ረኺበናኒ፣ ውይ ኣቦዋይ ታማ ጥራሕ ክሳድኻ! ኢለን ካብ ዝሓዝኦ ቀጥኒ ምዝዝ ኣቢለን ኣውፅኣ'ሞ ቀሚሸን ክሳብ ልዕሊ ብርከን ሰብሲበን ትፍታፍ እናርሓሳ ኣኽርር ኣበለኦ። ምፍሓስ እዩ ዝበሃል ፍሒሰንኦ። እዝክር ኣብ እግረን እኳስ እቲ ኣብ ኢድካ ዝግበር ድኮት ነገር ነይርወን። ደሓር ናዕበል ዝወደይ! ኢለን ኣዕኒቐናኒ። ሎሚ ፍርቂ ሰብኣይ ምስ ኮንኩ፣ ኣይኤስ ዝበሃል እስላማይ ጉጅለ ማዕተብ ክስተና ይበትኽ ኣሎ፣ እምቢ ንዝበለ ድማ ክሳዱ ይሓርድ ኣሎ ዝብል ዜና እንትሰምዕ፣ ንእስላም ኣይውክልን ኢለ ዝካታዕ ከምኡ ምባል ስለ ዘዋጽእ ጥራይ ኣይኮነን። ንስለ ፖለቲካል ኮሬክትነስ ኣይኮነን። የግዳስ እስላማይ ማዕተበይ እንተዕንቐኒ እምበር እንትበትከለይ ርእየ ስለ ዘይፈልጥ እዩ። ማማ ሓሊማ ሕልሚ ኣይኮናን ጋህዲ እየን። ኤርትራዊ ሊቅ ኣማኑኤል ሳህለ ሓንቲ ዓለም ኣብ እትብሉ መጽሓፉ ንሓሳዊ ዝድግፍ ዓንቀጽ ኣስፊሩ ኣሎ። ከምዚ ይብል፣ ሃይማኖት ከም ስነ-ሓሳባዊ ሓይሊ ከዋግእ ብቑዕ መሰረት ኣይብሉን። ኣብ ዘይተጨበጠ ነገር ኣይዋጋእን። ሰብ ብመሰረቱ ናይ እንሰሳ ባህሪ ሒዙ ስለ ዝዋጋእ፣ ክዋጋእ ከሎ ንጭቡጥ ነገራት ማለት ንዝብላዕ ንዝስተ ንገንዘብ ንወርቂ ንመሬት ኢሉ እዩ ዝዋጋእ። ንሃይማኖት ኢሉ ግን ኣይዋጋእን። ይዋጋእ እንተሃለወ እውን ግን ይሕሱ እዩ ዘሎ። ነቲ ሃይማኖት ከም ምኽንያት ገይሩ እዩ ዝጥቀመሉ ዘሎ። እዚ እዩ እምነት ነፍሲ ወከፍ ብሓባር ዝዓበና እስላምን ክስታንን። ሓሙሽተ ኣሕዋተይ ኣለውኒ ኣነ ሻድሻይ። ሽዱሽተይና ኣብ ዓመት ሓደ ግዜ ኽዳን ይዕደገልና ነይሩ። ቅዱስ ዮሃንስ። ኣብ ዓመት ብዙሕ ግዜ ድማ ዘዝተቐደደ ይስፈየልናን ይልገበልናን። መቐመጭኡ ዝነኾለ ስረይ ብቐይሕ ጨርቂ ተለጊቡ ቖልዑ ገዛውትና ቐይሕ መቐመጭኡ እናበሉኒ ዝተሳቐኹዎ ክሳብ ሕዚ ይዝከረኒ። ኣብ ፅፍረይ ክሳብ ዝኣቱ የሰክፈኒ ነይሩ ዘረባኡ። ኣብቲ እዋን መሓዙተይ ኣዴታቶም እንታይ ከም ዝሰርሓ እንትሕተቱ ሓኪም፣ መምህር፣ ገለ ይብሉ ነይሮም። ኣነ ግን ኣዴኻ እንታይ ትሰርሕ እንትበሃል ኽዳን ምስፋይ እብል ነይረ። እዚ ኹሉ ነብሰይ ወዲኤ ንዝሃብክዎ መልሲ ግን ማንም ሰብ ኣይድህለንን ዝነበረ። ለከ እቲ ጥዑይ ምስፋይ እዩ እናመሰሎም ኣደይ ዲዛይነር ከም ዝኾነት ዝሓስቡ ብዙሓት ምንባሮም ደሓር ፈሊጠ። በይነይ ይስሕቕ ነይረ። ብዝኾነ ኣብሻይ ስርሓ ክሳብ ዝመስል ክዳውንትና እትሰፍየሉ ዝነበረት ፈትሊ ካብ እዳ ማማ ሓሊማ ዘምጽኦቶ እዩ። ሕዚ እንትሓስቦ እተን ፈትሊ እቲኤን ክዳንና ጥራይ ኣይኮናን ዝሰፍያሉ ዝነበራ። ርክብ ንሕናን ደቂ ማማ ሓሊማን እውን እምበር። እዝክር እቲ ቀደም ረመዳን ኣትዩ እንትበሃል ኹሉ ወዲ ገዛ እዩ ዝሕጎስ። ሕዚ'ኳ ኣብዛ መኪና በዓል ዒድ ምስ ወለዶም ከብዕሉ እዮም ዝኸዱ ዘለዉ ኢለ ንዝሓሰብኩዎም፣ ኣነ ሓምሳ ሳንቲም እንትህብ ንሳቶም ዓሰርተ ቅርሺ ንማርያም ዝሃቡ እስላም ፍቑራት ርእየ ተሓጒሰ። ኣብ ኣብቶቡስ'ዩ። ከመይ ዘይሕጐስ! ብድሙ ቀለም ዝተጻሕፈ እዋን ቁልዕነተይ ክዝክር እኳ ክኢሎምኒ። ዝባን ቁልዕነተይ ዘብቆላ ሰሚራ እትብሃል ዘይብላዕ ፍረ እተፍሪ ተኽሊ እኳ ኣዘኪሮምኒ። ረመዳን ከሪም ንዓይ ቃል ፍቕሪ እዩ። ዒድ ሙባረክ ንኣይ ቃል በረከት እዩ። ቁልዕነተይ እንትዝክር መጀመርታን መወዳእታን ዝኽረይ ሰሚራ እያ። ኩላትና ደቂ ገዛውትና እንፈትዋ ቆልዓ እያ። ብዘይካ ኣደም ወዲ ኣቦይ ሓሰን። እቲ ጉልባባ ቀያሕ ምጾን ጥሒሶም ቅልቅል ዝብሉ ንጹሃት ግን ጸሊም ብርሃን ዝነዝሑ ዘለላታት ጸጉራ፣ ንእሽተይ ዶ ስሕብ ኣይተብሎን? ኢልካ ክተጻልት ይገብሩኻ። ጸጉሪ ጓል ኣንስተይቲ ወሪዱ ወሪዱ ኣብ መዓንጣኣ ዘው እንትብል እዩ መልክዕ ዝበሃል። ብዙሕ ቅኔ'ውን ፈሲስሉ። ኣብ ሰሚራ ግን ጸጉሪ ብጉልባብ ውትፍ እንትብል'ውን እዩ ልቢ ዘደንግጽ። ፍርያት ኣዒንቲ ኣብ ትሕቲ ድሙቕን ልስሉስን ቅርንው ዓይና ተደኲኖም ንዝርኣዮም ወሓታዊ ድንጋጸ ይፈጥሩ። በኽራናት ማዕዶ እትቕልቀል ጸሓይ ወጋሕታ ይመስሉ። ምጥን ዝበለት ኣፍንጫኣ ቁኒን መሲላ ውርድ ትብል እሞ ኣብ ጥቓ ዕንቊ እትመስል ኣፋ ምስ በጽሐት ትውዳእ። ሰኣላ እዩ ውዒሉ እላ። ብሓይሊ ጥበብን ጸጋ ኣምላኽን ኸም ዝተሰርሐ ዘርኢ መኸፍቲ ኣፋ ኣይ ኽምስዶ ኾን ኣይትብልን? ኢልካ ክትምነ ይገብሩ። ወትሩ ዕጹው ኣፍ በሪ ገነት ይመስል። ክብድ ዝበለ ታሕተዋይ ከንፈራ ፈልያታ ብዘይትፈልጥ ምጾና ድግፍ ምስ ኣበለታ'ያ ኣብ ክንዲ እዋን ክምስ ክትብል እንተላ'ሞ መስኮት ብርሃናት'ዮም ኣብ ገጻ ዝፈሱ። ኣብዛ ንእሽተይ ክቢ ገጽ'ዚኣ ጥራይ ሓደ መልክኣ ሰሚራ ዝብሃል መጽሓፍ እኒሀ። ኣብ ውሽጢ ዝበዝሕ እዋን ጸሊም ምሉእ ክዳና ብስርዓት ዝንቀሳቐስ ክፍል ኣካላታ ብዓይንኻ ዘይኮነስ ብልብኻ ትርእዮ። ልብኻ እንተማዓዱ ይስምዓካ። እቲ ነዊሕ ቁመታ ድንን ምስ እትብሎ ክሳዳ ሓዊስካ እንትትርእያ ካብ ላዕላይ ዝመጸት ጓል ኣንስተይቲ መልኣኽ እያ ትመስል። ጓል ሕድርትና ዝኾነት ሰብ። ብፍላይ ድምጸይ ጉዕርር ኣፍልበይ ስፍሕ እናበለ ምስ ከደ'ሞ። መልክዕ ሰሚራ ካልእ ስምዒት እውን እናፈጠረለይ ከም ዝኸደ ሕዚ ብደንቢ ይርደኣኒ እዩ። ኣብ ወዲ ሰብ ሓደገኛ ዕድመ ኣሎ እዚ ኣይ ዕስራ ኣይ ዓሰርተ ዝበሃል ዕድመ። ሰሚራ ኣብ ከምዚኣ ዝበለት ዕድመ እያ ነይራ። ደቂ ሕድርትና እባ እንታይ እየን እንድዒ ንሳተን ንሰሚራ ዝመስላ እየን ዝመስላኒ። ሰሚራ ልቢ ዘዘብቆሎ ኩሉ መለክዒስ ዝፈትዋ ሄዋኑ እያ ነይራ። ኣብቲ እዋን ብዙሓት ከምዚ ይብሉ ነይሮም። ናይ ኬሚስትሪ መምህርና እኮ ተቐይሩ ሓዳሽ መምህር መፂኣትና ይብል ሓደ። ካልእ እቲ ቅብል ኢሉ ከመይ ዝበለት እያ ወደይ ኢሉ ይሓትት። ነዋሕ ደስ በሃሊት ንሰሚራ ትመስል። ካልእ እውን ከምኡ። ሰሚራ እኮ ካብ ቅርጭምጭምቲ ኢዳ ክሳብ ጫፍ ፅፍራ ዝተሸፈነት እያ። እግራ እውን እንተኾነ ዝባን እግራ ጥራይ እያ እትረኣ። ሓደ ሓደ ግዜ እዘን ሰማያውያን ፃዕዳ ሕብሪ ዘለወን ደቀቕቲ ሸበጣት ደየለዋን? እሳተ እንትትገብር ኸብዲ እግራ ይረኣ። ኸብዲ እግሪ እውን ዶ ደቀይ መልክዕ ኣለዎ እዩ። እቲ ኸብዲ እግራስ ኣብ ገሊኡ ቐይሕ ኣብ ገሊኡ ጽዕድው ኢሉ ዝኾነ እዚ ዘይትብሎ ቕርጽን ሕብርን ፈጢሩ። ጉድ እኮ እዩ። ኣምላኽሲ እንተደልዩ ኣብ ገጽካ መጺኡ ማርሽ ባንድ ብኡ ገይሮም ዝሓለፉልካ ከምስለካ ይኽእል። እንተደልዩ እውን ኣብ ከብዲ እግሪ ጓል ሄዋን ኣትዩ መልክዕ ይፈጥር። ስእሊ ጽባቐ የምቅር። ሰሚራ እኮ ካብ ቅርንው ዓይና ክሳብ ትሕቲ ታሕተዋይ ከንፈራ ዘላ ንእሽተይ ክፋል ናይ መንከሳ እምበር ኻልእ እኮ ሪኤዮ ኣይፈልጥን። ለከ ዝረኣ ምስ በዝሐና እዩ ቁንጅና ምፍላይ ዝኣበየና። ሰሚራ መመዘኒት ነጥቢ ፅባቐ ሰሚራ መለክዒት ፅሬት ሰሚራ ኣብነት ንፅህና ሰሚራ ጓል ገዛና ብር ዝገዛኹም ክንፅበ ደገ ዘምሰናሉ ቅነ ኢድ። ትዝክርዮ ዶ ትኾኒ ካብ ጸሊም ነዊሕ እስላማዊ ክዳንኪ ውጽእ ኢለን ዝረኣያ ቧዕ ዝብላ ኣእጋርኪ ደጋጊመን ይረኣያኒ ይገርመኒ ነይሩ በተን ጽሩያት ኣእጋርቲኤን ምኻድኪ በዚ ዶ ይኽየድ በዚስ ይውላዕ እምበር እብል ነይረ ብጉላሙሉ እንትፍታፌ እናወሓጥኩ ገገሊኡ እግረይ የሕዝን ልክዕ ከምዚ ናትኪ እግሪ ኮይኑ ክፍጠር ዘይነበሮ እግሪ ኣብነቱን መረኢኡን ናትኪ ዛጊድ ምስ እግሪ ጓል ኣንስተይቲ ዘለኒ ፍቕሪ ካብ ናትኪ ይነቅል። ዝበዝሕ መንእሰይ ሎሚ ኣብ እግሪ ዝተተኸለ ላዕለዋይ ኣካል እንትርኢ ኣነ ግን እግሪ ዝውደኣሉ ትሕቲ ቁርጭምጭሚት ይርኢ። ሰሚራተይ ፅርይቲ እቲ ኩሉ እግሪ ሕማሙ ዝኾንኩ ብሰንክኺ እዩ። መልክዕኻ ሓቂ ኣለዎ ሓቂ ድማ መልክዕ ኣለዎ። ኣብዛ ምድሪ እዚኣ ዝፈለጥክዎን ዝፈልጦን ድማ እዚ እዩ። እስቲ ረመዳን ከሪም ድንን ኢላ ከምልጣ ንዝደለየ ክምስታ እናዓቆመት ኣላህ እክሪም ትብለኒ ከምዘላ ይስመዐኒ። ምስ ሰሚራ ከምዚ ተፈላሊና ክንነብር ኢለ ሓሲበ ኣይፈልጥን ነይረ። ንሳ እውን ከማይ ትሓስብ ከምዝነበረት እኣምን። ይኹን እምበር ድሕሪ እታ ዓሰርተ ክልተ ክፍሊ ክንፍተን እንተለና ዝነበረት ረመዳን፣ ዘራኽቡና ድልድላት ኩሎም ፈሪሶም ኣብ ዚዱኣብ ዘይኣተወት ተጣፊእና ባዕለይ'የ ብቕለተይ ኣብ ዝባን ሓንቲ ጸሎት እትገብር ንእሽተይ ቆልዓ ንእሽተይ ናይ ቆልዓ ስእሊ ዘለታ ፖስትካርድ ግጥሚ ጽሒፈ ህያብ ረመዳን ሂበያ እታ ግጥሚ ኣብ ዓይንኺ ዓይነይ ንዓይንኺ እንትርእዮ ርእየ ዓይነይ ኣብ ዓይንኺ እያ ትብል እንታይ ክብል'የ ጽሒፈያ ኣይፈልጥን ንዓ ዝተረደኣ ነገር ከ እንታይ እዩ እንድዕሉ ኣሎ ከምኡ ንስካ እትብሎ ሚእቲ ሚኢታዊ ንስካ ክትብሎ ዘይሓሰብካዮ ኮይኑ ዝውሰደሉ ኣጋጣሚ ከምዚ ኮማ ኪልስ ኤ ማን ከም ዝብልዎ ዓይነት ማለት እዩ ዝከውን ከምኡ ዶ ኮይኑ ይኮን እብል ብድሕሪ እዚኣ ግን ሪኤያ ኣይፈልጥን ናበለ ይቅጽል ንመላእ ተከተልቲ ሃይማኖት እስልምና ረመዳን ከሪም።